ሰላም ከመይ ውዕልኩም ክቡራት ሰማዕትና ኣብ ዝሓለፈ ክፋል ካብ ከሰላ ናብ ካርቱም ከም ዝተበገሱ በጺሕና ኔርና ሎሚ ድማ ራብዓይን ናይ መወዳእታን ክፋል ይቕጽል
ካርቱም ብሰላም ኣቲና ግዝያዊ መዕቆቢ ኣብ ቤተሰብ ጸኒሕና። ደሓር ግን ናብራ ስደት ኣሃዱ ኢልና ብሱዳን ተቋዲስና ቤትና ተኻሪና ደቀይ ሒዘ ናብራ ዓዲ ጓና ምስትምቓር ጀመርኩ። ህያበይ ደዊላ ደሃይ ገበረት። ብሰላም ከም ዝኣተና ገዛ ከም ዝፈለና ድስቲ፣ ኩስኩስቲ፣ ዓራት፣ ቀንጠመንጢ ከም ዝሸመትና፣ ናብራ ስደት ከም ዝጀመርናዮ ኩሉ በብሓደ ነገርኩዋ። ናብራ ሱዳን፣ ጓለይ ሽጉርቲ ክትመትር፣ ወደይ ማይ ከቀባብል፣ ኣነ ጸብሒ ክኽሽን ድሮ ተለማሚድናዮ። ኣምሺ፣ ተዓል ዝብሉ ናይ ዓረብ ቃላት ሒዝና ድሮ ሽዱሽተ ወርሒ ኮነ። ህያበይ ግን ሽታ ማይ ኮነት፣ ትም ሕትም ኮነ። ኣነ'ውን ቁሩብ ናብራ ክብድ ስለ ዝበለኒ፣ ናፍቖታ ብሽግር ስደት ብዙሕ ከም ቀደም ኣየድሃብኩሉን። ድሕሪ ሽዱሽተ ወርሒ ግን ተሌፎን ጭር በለት። ህያበይ ምዃና እዩ። ኩሉ ወረቐትና ከም ዘሳለጠትልና እውን ኣበሰረትኒ። ኣብ ሱዳን ኤምባሲ ኣመሪካ ስለ ዘየለ ናብ ኡጋንዳ ካምፓላ ክንሓልፍ ከም ዘለና ነገረትኒ። ሕጂ እውን ጉዕዞ ናብ ኡጋንዳ ክንጅምር ወረቓቕቲ ክነሳልጥ ላዕልን ታሕትን ክንብል ምስ ደቀይ ጀመርና። ድሕሪ ናይ ሓሙሽተ ወርሒ ኮለል ሰሊጥና ናብ ኡጋንዳ ተበገስና። ንህያበይ እውን ብቫይበር ደዊለ ኩሉ ነገር ኣሳሊጥና ከም ዝወዳእና ይነግራ። ኦኬ ጽቡቕ ጽቡቕ ኣይትሕመቑ ኣምላኽ ብሰላም የእትኹም ቻው ሕጂ ብስራሕ እየ ዘለኹ ኢላ ገንጫር ዘረባ ተዛረበትኒ። ነገራት ደሓን ከም ዘየለዉ ክስወጠኒ ጀመረ። እንተኾነ ግን ሕጂ እውን ክጽመም ጥራየ መሪጸ ዝበሃል ነገር እውን የለን። ድሕሪ ሳልስቲ ንሱዳን ሕቆና ሂብናያ ምስ ሰለስተ ደቀይ ጉዕዞ ኡጋንዳ ተተሓሓዝናዮ። ኣብ ርእሲ ከተማ ኡጋንዳ ካምፓላ ኣተና። ቤተሰብ በዓልቲ ቤተይ ማለት ቤተሰብ ህያበይ ተቐበለትና። ምስኣ ገለ መዓልታት ብምቕናይ ምስቶም መኻፍልቲ ሽግረይ ፍረ ብርከይ ደቀይ ኮይነ ናብራ ካምፓላ'ውን ኣሁዲልና ጀመርናዮ። ሓቂ ይሓይሽ ካምባላ ገንዘብ ዝሓትት ናብራ ትርር ዝበለ እዩ። ብዝኾነ ብዘይ ኣታዊ ዝነበረና ገንዘብ ንሓደ ዓመት ዝኸውን ብቁጠባ ኣካየድና። ደሓር ግን ገንዘብና ኣንቆልቊሉ ዝነበረና ገንዘብ ወዲእና ናብ ህያበይ ወደቕና። ገለ ናይ ገዛ ክራይን ቀለብን ክትሕግዘና ከኣ ተወከስኩዋ። ኣይንርኣዮ'ዩ ነዛ ክትጥሕረኒ ደልያ ኣነ ውን ትዕግስተይ ወዲኤ መስለኒ ዓው ኢለ እዋእ እዞም ቆልዑ እኮ ብማዕረ እዮም ዘውጽዑና ሓገዝ ከይሓተትኩኺ ብዘለኒ ክሳብ ሕጂ ክሳለ ጸኒሐ ንዕባ ሕጂስ ሓላፍነት ይሰማዕኪ ኢለ ብናህሪ ተዛረብኩዋ ህያበይ ግን ንሕርቃነይ ግዲ ከይገበረት ደሓን ነቲ ኣብ ኣስመራ ዘሎ ንብረት ሸጥካ ተጠቀም ኣነ ንባዕለይ ናብራ ኣሜሪካ ከቢድኒ እዩ ዘሎ ኢላ ሸሊሕ መትሓዚ ዘይብሉ ዘረባ ፈንያትለይ ቴሌፎን ኣብ እዝነይ ዓጽወታ። ኦ ደሓን ምጽማም ይሓይሽ ኢለ ትንፋስ ደቀይ ከድሕን ኣብ ኣስመራ ዝነበረኒ ንብረት ሸያይጠ ክሳብ ናብ ህያበይ ዝበጽሕ ዓቕሊ ክገብር ደቀይ ከይዝኹትሙኒ መስዋእቲ ፍቕሪ ክኸፍል ምስ ነብሰይ ቃል ኣተኹ። ንኹሉ መሰናኽል ናይ ስደት ሓሊፈ ኣብ ክልተ ዓመት ናብራ ናይ ካምፓላ ወረቐትና ሰሊጥና ህያበይ ደዊላ ኣበሰረትና። ንቕሎ ናብ ህያበይ ኮነ። ዘድልየና ክንሸማምት ቀኒና። ናይ ቁሪ ጃኬት ወዲ ጃኬት ንደቀይ ኣዳልየ ሳንጣና ጠራኒፍና መዓልቱ ጉዕዞ ናብ ኣሜሪካ ኣኸለ። ጉዕዞ ተጀሚሩ ከኣ ብሰላም ኣመሪካ ኣተና። ህያበይ ምስ ካልኣያ ኣብ ኣይርፖርቲ ተቐበለትኒ። ካብ ማዕዶ እንዳጎየየት መጺኣ ምስ ደቅና ተሓቛቖፈት። ኣባይ ምስ በጽሐት ግን ከም ተራ ጋሻ ብምዕጉርታ ሰዓመትኒ። ግልብጥ ኢላ ምስ ደቅና ጥራይ ኮነ ዕላላ። እታ ዝፈልጣ ህያብ ብፍጹም ኣይነበረትን። ብኽገልጾ ዘይክእል ምሉእ ብምሉእ ተቐይራትኒ። ተገሪመ ነቲ ምስኣ ዝመጸ ሰብ ሰላም ኢለ ሳንጣና ኣብ መኪና ናቱ ክንጽዕኖ ጀመርና። ህያበይ ምስ ደቅና እንዳዕለለት ኣነ ኸኣ ምስቲ ዘይፈልጦ ኣውቲስታ ምስ ህያበይ ዝመጸ ዕላል ተተሓሓዝኩ። ጉዕዘና ወዲእና ናብ መንበሪ ገዛ ህያበይ በጻሕና። ገዛ ኣቲና መግቢ ተቐሪቡ። መዓት ሽሻይ ጸናሓና። ወዮ ኣውቲስታ ምስ ህያበይ ላዕልን ታሕትን ይብል ጋሻ ዘይኮነ ዋና ገዛ ዩ ተቀይሩ ኣነን ደቀይን ከኣ ቀባሕባሕ ጥራይ ንብል ዕላለይ ምስ ደቀይ ጥራይ ኮይኑ ህያበይ ምስቲ ኣውቲስታ ኣብ ክሽነ ጉጁም እንዳበሉ መኣዲ የዳልዉ። ብቕንኢ ሕምስ በልኩ። ወላ እኳ ከዕልላ ናፍቖተይ ከውጽኣላ እንተ ደለኹ፣ ዕድል ግን ኣይሃበትንን። ከም ሓደ ጓና'ያ ኣጓንያትኒ። መግቢ ተቐሪቡ ምብላዕ ኮነ። ቡን ፈሊሑ ዕላል ዓመረ። ምስ ህያበይ ከዕልል ብፍጹም ተቐይራትኒ'ያ። ምስቲ ኣውቲስታ ኣነ ከመይ ናብራ ክብል ንሱ ከኣ ደሓን ኢና ትብል ሓጻር መልሲ ሂቡ ምስ ህያበይ ጉጅም ይብል። ኣነ ከኣ ዓይኒ ዓይኒ ደቀይ እንዳረኣኹ ብተግባራት ህያበይ ደመይ ፈልሐ። ደሓን! እዚ ወዲ ምስ ከደ ኣብ መደቀሲና ቀሰይ ኢለ ክዛረብ ኣየ ጸገማ ክሓት ኣየ ኢለ ዓቕሊ ክገብር መረጽኩ። ቡን ተላዒሉ ምድረ ሰማይ ጽልምት ምስ በለ ኣውቲስታ ሻወር ክጥቀም ናብ ሽንቲ ቤት ምስ ከደ ንህያበይ ክዛረባ ዕድል ረኸብኩ። ህያበይ በልኩዋ ቁሊሕ ምስ በለትኒ። እዚ ወድስ ሙሉእ መዓልቲ ንዓና ክቅበል ንዓኺ ክሕግዝ ውዒሉ ሕጅስ ይኣኽሎ ትዒቡ መስኪናይ ገዝኡ ይኺድ ይዕርፍ በልኩዋ ናበይ ክኸይድ ኣብዚ እንድዩ ገዝኡ ትብለኒ ወይለክ ከመይ ከመይ ደኣሉ እዚ ጉዳይ ኢለ ትም ሕትም በልኩ ወዮ ኣውቲስታ ነብሱ ተሓጺቡ ብጃምኡ ለቢሱ ደበኽ በለና። ንህያበይ ከኣ መደቀሲና ክትወስደና ሓበራ። ንደቀይ መደቀሲ ክፍሎም ወሰደቶም። ንዓይ ድማ ኣብ ፊታ ዝነበረት መደቀሲት ክኸይድ ሓበረትኒ። ወያ ኣውቲስታ ከኣ ናብ ላዕሊ ደየበ። ህያበይ ከኣ ንዓበል። መደቀሲኻ ከርእየካ ኢላ ሒዛትኒ ናብ ሓደ ክፍሊ የእትያ ክትገድፈኒ ትንዕ በለት። ብኢዳ ሒዘ የዕልልኒ'ባ ኣይናፈቕክንን ዲኺ በልኩዋ። ብጎቦ ዓይና ኣጣምታ ነብሪ ጠመተትኒ። ግደፈኒ ክኸይድ እየ ብዘስምዕ ቃና ኢደይ ፍንጽግ ኣቢላ ጽባሕ ነዕልል ሕጂ ደሓን ሕደር ሰብ ደው ኣቢለ ኣለኹ ኢላ ገዲፋትኒ ተበገሰት። ሳባ እንዳበልኩ ደድሕሪኣ ሰዓብኩ። እየ ኢላ ብዓውታ መለሰትለይ። ወዮ ኣውቲስታ ድምጻ ሰሚዑ ካብ ላዕሊ ወረደ። ሃኒ ደሓን ዲኺ? በላ። ደሓን'የ በይቢ በሎቶ። ልበይ ሰልሃው በለኒ። ነብሰይ ፈጥፈጥ ኢሉ ትዕግስተይ ወዲኤ ህያበይ ብኻልእ ጎበዝ ክትውንን ብፍጹም ኣይተዋሕጠለይን። ኣብ ጥቓይ ዝነበረት ጥርሙዝ ኣልዒለ ኸኣ ናብ ህያበይ ወርወርክዎ። ርእሳ ኸኣ ረኸብክዋ። ደም ንደም ኮነት። ጠቕላላ ናብ ኣራዊት ተቐየርኩ ኡይ በለት። ደቀይ ባባ ባባ እንዳበሉ ኣብ ሕቑፈይ ተሸጎጡ። ብተግባራት ኣዲኦም ኣመና ከም ዝተቖጥዑ ኣብ ገጾም ኣንበብኩ። ምሳይ ስለ ዝዓበዩ ከኣ ኣብ ጎነይ ኮኑ። ኣውቲስታ ትሽዓተ ሓደ ሓደ ደዊሉ ፖሊስ ጸወዓለይ። ኣብ ቅድሚ ደቀይ ብፌሮ ተኣሲረ ብፖሊስ ተዓጂበ ናብ ቤት ማሕቡስ ኣተኹ። ንንጉሆኡ ፖሊስ መርመራ ክገብሩለይ ናብ ቤት ጽሕፈቶም ጸውዑኒ። ብኣውቲስታ ዝፈልጦ ዝነበርኩ ሰብ ከም ዝኸሰሰኒ፣ እቲ ክሲ ከኣ ንኣፍቃሪተይ ሃሪምለይ ዝብል ነበረ። ነዚ ምስ ሰማዕኩ። ሃለዋይተይ ሰሓትኩ ዝሕዞን ዝጭብጦን ጠፊእኒ ካብዚኣ ንንዮ እንታይ ኣጓኒፉ ብፍጹም ክፈልጥ ኣይከኣልኩን ድሕሪዚ ናይ ኣእምሮ ጸቕጢ ስለ ዝገበርኩ ንገለ ሳምንታት ኣብ ናይ ኣእምሮ ጽጉማት መዕቆቢ ድሕሪ ምጽናሕ ነብሰይ ፈለጥኩ። ደቀይ መኻፍልቲ ጸገመይ ከኣ ኣብ ጎነይ ደው ኢሎም ካብ ምጽንናዕ ኣየዕረፉን። ከም ዘዕለሉኒ ከኣ ንኣዲኦም ኣይንፈልጠክን ኢና ኢሎም ኣብ መንግስቲ ከም ዝተዓቖቡ ነገሩኒ። እንተ እታ ገባሪት እከይ ጠላም ፍጥረት ግን፣ ኣይ ደቅና ሓቂፋ ኣይ ንዓይ ረኪባ ኣይ ምስቲ ውሽማኣ ቀጺላ ካብ ኩሉ ዞርሞ ዞርሞ ተሪፋ ገና ኣብዛ ዓለም ከላ ፍረ ሕማቅ ተግባራ ተቋደሰት። ስለዚ ደቂ ኣንስትዮ ኣሕዋተይ ኣብ ኤሮፓን ካልእ ሃገርን ኣቲክን ሰብኡትክን ትጠልማ ዘለክን ካብ ሳባ ተማሃራ ሓዳርክን እዩ ክብረትክን። ስለቲ ጽን ኢልኩም ዝሰማዕኩምና ኣዚና ኢና ነመስግን። ከምኡ ድማ ሸር ን ሳብስክራይብ ኣይትረስዑና። ኣብ ዝመጽእ መደብና ስጋብ ብካልእ ትሕዝቶ ንራኸብ ሰላምን ጥዕናን ንምነየልኩም።